ኣነስ ብእግረይ ቆሪፀ ዶም ኣብ ኣንትራክቲካ ከይደ መከፋፈልቲ ሰላም ክኸፍት።
Welcome to Adis Honest.
እምቧእ ብሱር ብኣመል ድየ ገይረዮ ይብል እኒኦ በቃ ዓመት ዓመት ትልሚ ወፂእኻ ዘይምትግባር ኣነ እኮ ዝገርመኒ ወይ ድማ ዘየሕፍረኒ ነገር እንተሃልዩ ክገብሮ እየ ኢለ ንፅባሕ ንፅባሕ እናበልኩ መዓልትታት ሓሊፉ ሰሙናት ሓሊፉስ ወርሕታት ሓሊፉስ እቲ ዓመት ድማ ዓመት ብዓመታ ምንም ከይሰራሕኩላ ተወዲያ ብርግጽ ካብ ዕላማታት ክልተ ሽሕን ዓሰርተ ሸሞንተ ሓደ ነጥቢ ዜሮ ሓደ ፐርሰንት ሓሳብ ልበይ ሰሚሩለይ እዩ። እቲ ተስዓን ሸሞንተን ነጥቢ ዜሮ ትሽዓተ ግና ብሓዞ ጉተት ዓመት ሙሉእ ተወዲኡ። ሕጂስ ንክልተ ሽሕን ዓሰርተ ሸሞንተን ዝተወድኡ እኒኦ ንክልተ ሽሕን ዓሰርተ ትሽዓተን ከ ትልሚ ከውፅእ ድየ እኒኦ
ወዲ ወረቐት ደኣ ኣይኸውን እፍ ግን ትልሚ እማ ካርታ ወይ ድማ ኮምፖስ ናይ ሓደ ህይወት እዩ ዝብል ኣብ ሳልሳይ ክፍሊ ድየ ክለ ተማሂረ ነይረ በቃ ግድን እዩ ንህይወትስ ትልምማ ልክዕ ከምዛ ኮምፓስ እያ ትድሊ እያ በቃ ናይ ወረቐት ክኸስር ኣውፅየ እንታ ደኣ ማገብር ኣብ ውሽጢ ዓሰርተ ክልተ ወርሒ ግን ክንደይ እዩታ ተፈጢሩ ዘንዮ ኣብዛ ንእሽተይ ዓድና ናይ ሃንግታት ናይ ቅትለት ድማ ዱፍ ኣይ ናይ ግፋ ናይ ኩናት ናይ ወረ ድማ እኒኦ ከዓ ርእስኻ ዘሕምም ኩሉ ሰብ ይበቃ ሕዚ ሓይሙ ዘኒ ሕዝማ ርእስና ዘይርና በቃ ኩለና በብዘውዓልና ይበቃ ምጥፋእ በዚሑ እምባ ኣረ እዚ ኩሉ እዚ ሓሊፉ ጽቡቕ ወረ መዓስ ኢና ክንሰምዕ ኣነስ ብእግረይ ቆሪጸ ዶም ኣብ ኣንትራክቲካ ከይደ መከፋፈል ሰላም ክኸፍት ዎ ኣብኡ ድማ ብበረድ ደሪቐ ክመውት ሰብ ርኣይ ዘይብለይ ዘይነበረኒ ክመውት ማይደልን እየ በቃ ኣብ ጠፈር ከይደ ደሞ ደኣ ገዛ ክሰርሕ Stupid hag. Okay. ዋው ኣብኡ ድማ ድማ ዘነ ፅጉባት ሃገራት እኒኦ ብሚሳኤል ገይሮም ክሓርሱ እኒኦ። Diretta biology. ዋዋዋዋዋዋዋ የድሊ ናኡማ ማለት ብሱር ኸ ዝኹሉ እዛ ዝሓስብ ዘለኹ ሎማዓንቲ ዝኸውን ከብሱር ናይ ምሳሕ ኣለኒ ድዩ እዋ
እም፣ Yes. ኣይ ደሓን ይኣኽለኒ እዩ እም፣ ከም ዝኾን ምግባር እዩ እምበር ብኣይ እንታይ ከ ወደይ ጨንቐኒ ዝኸርምን ዘይኸርምን ማይ ለመነ ድዮም ዝብሉ እዞም ዓበይቲ ወለድና ምንባርን ዘይምንባርን ዘይፈለጥካስ በቃ ጭንቀት ዋይ ህኮት ዋው ከምኡማ ይትበል ኣዲስ ኣለም ክትሓስብማ ኣለካ ተስፋ ክትቆርፅ የብልካን እዚ ናይ ተስፋ ቆረፃት ዘምፅእ ዘረባ እዩ ዋይ በቃ ኣነስ ናይ ቅርሺ ፋብሪካ ደሞ ክኸፍት ዋይ ወዮ ንሱ እውን እባ ይፍቀድን ናብ እስር ቤት ከዓ ትኣቱ እባ ግን እስር ቤት ዶ ይሓይሽ ካብቶ ዘለናዮ ህይወት ታይሞ እዙይ እኮ ገመድ ወይ ሸንሸል ዘይተገብራ ንኣና እምበር ዳርጋ ሞይትናን ተኣሲርናን ኮና እኒና ዋይ ጭንቀት ድማ ኣብኡ ከዓ ንዓቕለይ ክፀበኒ ዋ ኣብ ዓብዕቦም ዶ ክቐትልኒ ኮይኑ ፍቑድ እናተንቀሳቐስኩ እኳ ዓቕለይ ናፀበኒ ዶ እዚኣ ስኢልካ ዘይትጠቅም ሓሳብ እያ ብስሩ ግን ገዛ ዝበሃል ዶኸ ክሰርሕ እየ ይኸውን? ኣነ ዝገርመኒ ዘሎ እኮ ኣብዛ መሬትስ ብስመይ እኮ ናይ ትምህርቲ ወረቐትን ናይ ባንኪ ኣካውንትን እያ ዘላትኒ።
ንሱ ድማ ምንም ጥቕሚ ኣልቦ እዩ ምንም ክጠቕመና ኣይከኣልን እዩ ሓደ ነገር ግን ዘተሓሳስበኒ ነገር ኣሎ ኣምላኽ ይመስገን ብመንፈስ የብስሮ ዝነብር ዘለኹ ዋ ኣብ ወርሒ ኣብ ወርሒ ኣታዊ ዓሰርተ ሽሕ ወፃኢታተይ ድማ ዕስራን ሓሙሽተን ሽሕ ግን ብኸመይ እዩ ዝኸውን ዘሎ ኣይተረደእንን እዩ ዘሎ ብስሩ ግን ከይተረደእኒ ይልቃሕ ግዲ ኣለኹ እየ ብዝኾነ ከመይ እያ ዘላ እዛ ጉዳይ ዘለቃሕኩምና እንተሃሊኹም እውን በቃ ክጠቕመና ኣይከኣለን ክኣኽለና ኣይከኣለን ወስኽኒ ብሓቂ ግን ኣነ ዝገርመኒ ዘለኩ ኩሉ ሰብ ዶ ከምዚ ከማይ ድንዮ ከምዚ ከማይ ዝኾን ዘሎ ባይዘወይ ካብዚ ኩሉ ነገር ሕጂ ዘድልየኒ ዘሎ ሰላም ሰላም ሰላም ሰላም እዩ በቃ ሰላም እዩ ዘድልየኒ በቃ እታ ንእሽተን ሰሪሓ እኳ ትድቅስ እዚ ክመፀኒ እዚ ገለ ዘይትብለላ በቃ ሕዚ እኮ በሊዕኻ እንታይ ከምዚ ዶ ገጥመኒ ይኾን ከምዚ ዶ ገጥመኒ ይኾን ዋ መከራ ዶ ትበልዕ እንታይ ኣብ ሕማቕ ግዜ ዶ ትብሎ ዲኻ ባዕልኻ ዋ እንታይ እዚ ፎቲኻ ዝብሎ ተዝኸውን ነይሩስ ክንደይ ፅቡቕ ነይሩ እንዳ ኧረ በስመ ኣብ ዋ በቃ ንሰላም ዝቃወምዋ ድማ በዚሖም በቃ ንኣምላኽ ንኣምን ድማ እምበር ዋ እዞም ፖለቲከኛታት ዝበሃሉ ድማ ልክዕ ከም መቃጻጸልቲ ሓዊ በቃ ስኢሎም በቃ ኣቃጻጺሎም በቃ ናብ ፈሓም ቀይሮማ እዛ መሬት በቃ ፖቲክስ ፖቲክስ ዝኾነ ዘመን እማ እንታይ እዩ ተኣምራቱ ዋይ ኣታ ግን ሎማ ሎሚ ብሱር መሲሕ ዲኸ ዋይ ኣታዮ ኣይመሳሕኹን ባኒኹም ክኸይድ እምበኣር ክመስሕ ወይ ደቀ ጉደኛ ድማ ዘይመሳሕኹ ድማ ክሳብ ሕዚ ውዒለ ብሱርኻት ማለኻ በሊዐ ነይሩ ኢልኩምና ዋ ምግቢ ዘይበልዓ ክደግዳይ በጠቅ ክብለ ዝኾነ ይኹን እዚ ኩሉ ሓሳባት ንሓሰብኩ